ከም ሰብ ደኣ ይንበር ምስ ኩሉ ህይወት ግና ምሳኽ እንዳኣሉ ሰላም ሰላም ክቡራት ተኸታተልቲ መደበይ ኣኣብ ዘለኹሞ ሰላምኩም እብዛሕ እምበር ከስ ናይ ሎማዓንቲ መደበይ ከምዚ ኣብዛ ኣርስትን ኣብዚ ቪድዮን ትከታተልዎ ዘለኹም ይከውን ዝተፈላለዩ መደባት ሒዘልኩም መፅእ ኣለኹ ንዓኹም የዘናግዕን ይምህርን እዩ ዝበልኮ መደብ እዩ ላይክ ምግባር ነዛ ቪድዮ ጀምርዋ ሓደሽቲ ዝኾንኩም ናብዚ ቻነል እዚ ድማ ሳብስክራይብ ምግባር ኣይትሕመቑ ሳብስክራይብ ከገበርካ ምክትታል ፌር ኮይኑ ኣይስመዐንን እዩ ስለዚ መዓልታዊ መታን ክመፀኩም እቲ ኣዝዩ ኣዘናጋዕን መሃርን ዝኾነ መደባተይ ፕሊስ ሳብስክራይብ ምግባር ኣይትሕመቑ ኢኹም እስከ ናብቲ መደብ ከብለኩም በታ ናይ መጀመርያ መደበይ ከብለኩም ወይ ከዓ ብኡ ክንጅምር ክቡራት ይሕዋት ኣብ ሰዓት እዚ ከምዚ ንዕዘቦ ዘለና ወይ ከዓ ንሪኦ ዘለና ኣብ ኢትዮጵያ ዝቕመጡ ወይ ከዓ ኣብ ኣዲስ ኣበባ ዝቕመጡ ኤርትራውያንን ተጋሩን ኣብ ሰዓት እዚ በቲ መንግስቲ ናይ ኢትዮጵያ ይእሰሩ ከም ዘለው ይሕብሩ ኣለው። ሓቢርና ክንከታተሎ ኢና ማለት እዩ። ልዕሊ ክልተ ሚእቲ ዝኾኑ ኤርትራውያን ተኣሲሮም ከም ዘለው ይሕበር ኣሎ። ልዕሊ ሚእትን ገለን ዝኾኑ ተጋሩ እውን ይእሰሩ ከም ዘለው ይሕበር ኣሎ። እስከ ናብቲ ቪድዮ ከብለኩም ሓቢርና ንከታተሎ። እዩ ሓበሬታ ሎማዓንቲ እሰሪ ክወፅኦሎ እዩ ኤርትራውያን ልዕሊ ክልተ ሚእቲ ናይ ኤርትራ ጸጥታ ናይ ኤርትራ ድሕንነት ሓበሬታ ዝገብሩና ስለላ ዘካይዱ እዮም ተባሂሎም ተጠርጠሩ ካብኡ ከዓ ነይኤይ ኣባላት ሰራዊት ትግራይ ዝነበሩ ብተፈላለዩ ምክንያት ካብ ሰራዊት ወፂኦም ስቪል ኮይኖም ዝነብሩ ዝነበሩ ናብ ኣዲስ ኣበባ ዝኸዱ ሕዚ እዚኣቶም ብውሽጢ ውሽጢ ካሊእ ነገር ክሰርሑና እዮም ምስ ጁንታ ኮይኖም ተባሂሎም ተኣሰሩ ልዕሊ ሓደ ሚእትን ሓምሳን በጺሖም ኣለው እዮም። ኩቡራት የሕዋት እታ ጽሕፍቲ ሸር ትበሃል ዘላ ውን ሓቢርና እስከ ነንብባ። በኣዲስ ኣበባ የሻእቢያ ተልእኮ ኣስፈጻሚ ናቹ የተባሉ ሁለት መቶ ሃያ ኣራት ሰዎች በቁጥጥር ስር ዋሉ። ደገፍቲ ወይ ከኣ ስለያ ተሓባበርቲ ናይ ሻዕቢያ ናይ መንግስቲ ኤርትራ ኢኹም ተባሂሎም ክልተ ሚእትን ዕስራን ኣርባዕተን ሰባት ዝኾኑ ኣብ ትሕቲ ቁጽጽር ከምዝኣተው

እዚ ናይ ሎማዓንቲ እዩ ኣፕሪል ኣርባዕተ ክልተ ሽሕን ዒስራን ሓሙሽተን እዩ ዝብል ዘሎ ከምዚ ንሪኦ ዘለና ስለዚ ሓዱሽ ዜናይ ወፂኡ ዘሎ ኣብቲ ቪድዮ እቶም ክዛረብዎ ዝፀንሑ እውን ሰሚዕናዮ ኢና ክቡራት ይዋት ብሕፅር ዝበለ ኣነ ክብሎ ዝደሊ ፕሊስ ተጠንቀ ኢኹም ኤርትራውያንን ተጋሩን ተጠንቀ ኢኹም ቀዳማይ ነገር ዝፈልየና ነገር የለን ነንሕድና ንኣብነት ኣነ ትግራዋይ ምዃኑ ሓደ ሰብ ክፈልጦ ይኽእል ይኸውን በቲ ናቱ ኣክሰንት ወይ ከኣ ሓደ ትግራዋይ ድማ ኤርትራዊ ምዃኑ በቲ ናቱ ኣክሰንት ክፈልጦ ይኽእል እዩ ካብኡ ሓሊፍካ ግን ካልኦት ንኣብነት ሓደ ኣምሓራይ ድዩ ኦሮሞ ድዩ ካልእ ዜጋ ትግርኛ ዘይክእል ሓቲትካዮ እዚ ኤርትራዊ ድዩ ትግራዋይ ድዩ ኢልካዮ ክፈልየካ ኣይክእልን እዩ ስለዚ ክልቴና ተሃሰይቲ ኢና ንኸውን እሞ ኩላህና ክንጥንቀቕ ኣለና በሃሊ እየ ከምኡ እውን ዋላ ነቶም ኣምሓሩ እውን ተለኣኽቲ ዶ ሓገዝቲ ናይ ፋኖ ኢኹም ገለ እንዳበሉ እውን ይኣስርዎም ኣለዉ እዩ ዝበሃል ዘሎ ከምዚ ክንሰምዖ ዝፀናሕና ብሓፈሻ ቅድሚ ሕጂ ብቀዳማይ ኣብዘን ክልተ መዓልቲ ድዩ ገለ ነጊረኩም ነይረ ብዙሓት ኤርትራውያን ተኣሲሮም ከም ዘለዉ ነጊረኩም ነይረ ሸለል ኢልኩማ ሓሊፍኩም ኔርኩም ኢኹም። ሓደ ኣብኡ ሓፍቱ ዝተኣሰረቶ ሓቢሩ ኔሩ'ዩ ድምጺ ኩኑና በጃኹም ንሕና ናብ ገዳም እንዳኸድና እንኮለና ኢና ተታሒዝና ዘለና ኢሎም ሓቢሮምኒ ኔሮም እዮም ንዓይ ንሓደ ዓርከይ ሓቢሮሞ በጃኻ ንዳዲ ኤንድ ማሚ ወይ ከዓ ንፋኒ ንገሮ ሓብሮ ድምፂ ኮነና በጃኻ ኢሎሞ ኣምፅኤልኩም ነይረ ስለዚ ንገዳም ንክኸዱ እዮም ተታሒዞም ፕሊስካ ኤርትራውያን ኣሕዋትና ወላ ተጋሩ ናብ ገዳም ገለምታት ኣብ ሰዓት እዚ ኣብ ጽቡቅ ኩነታት ስለ ዘየሎ ተጠንቀቁ ምክንያቱ እቲ ገዳም ኣብ ኣምሓራ ቦታ ስለ ዘሎ ምስ ፋኖ ርክብ ኣለኩም ዶ ምስ ዝኾነ ክብሉ ይኽእሉ እዮም ናብ ዝኾነ ናብ ፖለቲካ ክእትውኩም ይኽእል እዮም ዘይሓሰብኩሞ ንስኹም ክገብሩ ይኽእል እዮም ስለዚ ፕሊስ ብዝተኻለኩም መጠን ክትጥንቀቑ ኣለኩም እንታይ ገድሽኩም ውሕጅ ከይመጸ መንገዲ ውሕጅ ጸረግዩ እዝግኣብሄር ኣምላኽ ምሳኹም ይኹን መዋጽኦ ፍጠረልኩም ናይ ብሓቂ ተኣሲሮም እንድሕር ሃልዮም ኣሕዋትና ማለት እዩ ኣብ ኢትዮጵያ ዘለኹም ኣሕዋትና ድማ ተጠንቀቑ እንድሕር ዝከኣል ኮይኑ ካብታ ዓዲ ፕሊስ ውጹ እንታይ ገድሽኩም ኣብ ሓደጋ ትኣትዉ ዝከኣል እንድሕር ኮይኑ በቲ ዝከኣለኩም መጠን ኣይ ኖው ከቢድ እዩ ግን ብዝከኣለኩም ዝከኣለኩም ነገርሲ ጸዓሩ ፈትኑ ካብታ ዓዲ ንግዚ ዋላ ምውጻእ ማለት እዩ ኣብታ ዓዲ ኤርትራውያን ኣሕዋተይ ንተጋሩ ከማን ኣይኮነትን ኢትዮጵያ ወይ ከዓ ኣዲስ ኣበባ ምሽ ንዓና ንኤርትራውያን ክትከውን ንዜጋታታ ነቶም ኢትዮጵያውያን ነቶም ኣምሓሩ ከማን ኣይኮነትን ነቶም ዜጋታታ ዘይኮነት ንዓና ከዓ ክትኮነና ኣይትኽእልን እያ ስለዚ ብዝተኻለና መጠን ቁርብ ጥንቅቕ ክንብል ኣለና በሃሊ እየ ናብቲ ቀጻሊ መደበይ ከዓ ከብለኩም ካብ ኣዲስ ኣበባ ከይወፀናኡ ከለና ብዛዕባ ናይ ንሆም መስተ ስነ ጠበባዊ ንሆም መስተሲ ሓዳሽ ኣፍቃሪት ሒዙ ኮንግራትሌሽን ዋው ቧእ መርዓ ነይርዎም ኮንግራትሌሽን ገለ ፕሮግራም ነይርዎም ናይ ፍቕሪ ገለ ተባሂሉ ሸር ክበሃል ርኢና ኢና ከምዚ ኣብዚ ጎነይ ትርእይዎ ዘለኹም ማለት እዩ ግርምኡ ገለ ትርእይዎ ኣለኹም ኢኹም ነሆም መሰ ገለ ጋዕ ኣቢሉ ገለ እታ ቆልዓ ከዓ ገለ ዓይነት እያ ክትሽኩር መዓት እያ ታወይቲ እያ መን እያ ገለ ምታት ገለ ግን ኣየፃረኹምን ሕቡሸይ ኣነ ግን ኩላ ምፅኤልኩም ኣለኹ መቸም ኣነ ተረጋጊኤ ገለ ኣፃርየ ዘምፀልኩም ትግራወይቲ ምዃና ዝሓፍትና እትም ሰባት ክሓልፈልና ይግዲ ኤርትራውያን ተጋሩንሲ ክሓልፈልና ይግዲ እንትም ሰባት ተፈቂርና ንዘለዓለም ግዲ ክንነብር ኢና ክንዋሰብ ኢና ግዲ ከምቲ እቶም ቀደም ኣቦታትና ተዋሲቦም ብዙሓት እዮም ተዋሲቦም ብፍላይ ኣብ በዓል ዓዲ ዃላ ሰንዓፈ ገለ ዘሎስ ተዋሲቦም እዮም ምስ ህዝቢ ትግራይ መጀመርያ ኣብ ትግራይ ዝኣቶ ከለዉ ሲ ኢልኒ ሓደ ኣቦ ንሕና ሲ ክሳብ ዓዲ ዃላስ ተዋሲብና ኢና ዝወደይ መዓረይ ዘይርሳዓ ነፀላ ሂቦምኒ ሽዑ ነፀላ ኣንሶላ ኣንሶላ ኣንሶላ ሂቦምኒ እዛ ኣንሶላ ዝወደይ ሽፈር ዝሰርሕ ኣውቲስታ ዝሰርሕ ኣብ ኣዲስ ኣበባ ዝቕመጥ ወደይ እዩ ንዓይ ሂብኒ ወይ ከዓ ገዚእለይ እሞ እዚኣ ንዓኻ ከም ስጦታ ኢሉ ጊፍቲ ንዓይ ሂብኒ ትግራዋይ ኣቦ ዕድመን ጥዕናን ሃቦም ብሂወት ክህልው ተስፋ ይገብር ድኾነ ቴሌፎን የብለይ እንበር ደስ እንዳበለኒ ምደወልክሎም ድሃዮም ምገበርኩ ስለዚ ንሕናስ ተዋሊድና ኢና ኢልኒ ስለዚ ይመፅእ ኣሎ መስለኒ እቶም ሰባት እታ ጓል ጓል ሑመራ እያ ደቂ ሑመራ ከመይ ኣለኹም ከዓ ትብለኩም ኣላ ደቂ ዓደይ ናፊቐኩም ከዓ ትብለና ኣላ እስከ ሓቢርና ንርኣዮ እዛ ሓፍትና ሳባ ናፊቐኩም ትብል ኣላ እስከ ፅቡቅ ገይረ ሒዘልኩም መፅአ ዘሎ ከነፃርዮ ኢና

ኣብርለ መሸ ኣብርለ ከላዕሎም ኣጋመ ዓደየ ዝሃረፍቲ ከም ስጋ ሓኸለ ስለዚ እዛ ሓፍትና ምስ ንሆም ሓውና ጋዕ ኣቢሎም ገለመለ ገለካ መፅኦም ኣጆኹም ተረጋግቡ ኩላ ክነግረኩም እያ ተረጋግቡ ምርግጋ ጥራይ ኣነ ኩላ ኣጻሪ ኣቢለ ሓቲተ ገለምታት ገለ ካብ ቀረብቶም ገለምታት ገለ ከመያ እዛ ጉዳይ ድሓን ድያ እንታያ ከመያ እታ ጨናሲ እታያ ሓቅነት ኣለዋ ዲ ገለ ኢለ ኩላ እያ ኣጻርያ ክቡራት ይዋት እታ ጓልከ ኣበያ ኤርትራዊት ድያ ወላ ከመያ ትግራወይት እያ ኣብቲ ናታ ቲክቶክ እውን ኣትየ ሰርች ኢለ ኩሉ ርእዮ ገለምታት ገለ ፅቡቅ ገይረ ኣፅኒዐ እየ ክቡራት ይዋት ኣፅኒዐ ፅቡቅ ገይረ ማለት እዩ ብዝያዳ ደቂ ሑመራ እውን ኢላትኩም እያ ደቂ ሑመራ

ኣልሸክስያ በል ዓፍያ ገይሮማ ሕኛኣ ገይራ እያ ክቡራት ይዋት ኢዳ ገምታት ገለ ሕኛ ገለ ርእዋ ወርቃ ገይራ ገምታት ገለ ስልምልም ክዳውንቶም ገለ ሓደ ዓይነት ማች ኣዛምድ ጠሰቕ ኣቢላታ ስለዚ ከመያ ኢልኩም ነርኩም እዛ ጉዳይሲ ከመያ ሓቅነት ኣለዎም ዲ ተዛሚዶም እንዲዮም ርክብ ናይ ኖሆም መስተን ኣድያምን ከ ኣብ ከመይ ኩነታት እዩ ዘሎ ገለ ዝበልኩም ሰባት ነርኩም ማዕነ ክትኩሳ ኩላ ከምፃ ክዛረበኩም ክነግረኩም ብዝኾነ ክቡራት ይሕዋት ኣነ ኩሉ ግዜ ዝዛረቦ ባዕሎም ወፂኦም ክዛረቡ ኣለዎም ንኣብነት ብዛዕባ ስነ ጠባዊት ኣድያም ስባቱን ብዛዕባ ስነ ጠባዊ ኖህ መሰን ባዕሎም ወጺኦም ኣብ ኢንተርቪው ከይተዛረቡ ኣነ ኣይዛረብን እየ ብዛዕባ ናይ ክልቲኦም ማለት እዩ ኣብ ከመይ ዓይነት ኩነታት ኣለው ንሶም እዮም ዝፈልጥዋ ፍቕርን ስኒትን ሰላምን ይምነየሎም ማለት እዩ ተረዲኹምኒ ካብኡ ሓሊፍና ግን ወረኛታት እንዲና ኮይና እንተ ሕቡሸይ ወረ ክንፈቱ ወረ ክንፈቱ ናይ ወረ ኮይና ኮንቱም ሰባት ስለዚ ናብሮም ይግበሩ ንግደፎም ባዕሎም ወጺኦም ከይተዛረቡ ብዛዕባ ሓዳሮም ብዛዕባ ሓዳሮም ኣነ ኣይዛረብንየ ፍጽም ቅዱስ ኩሉ ግዜ ዘምጽኦ ኣብ ኢንተርቪው ንሶም ዝተዛረቡ ንኣብነት ብዛዕባ ንሆም ሓውናን ብዛዕባ እዛ ሓፍትና ሳባን ዝዛረብ ዘለኹ ፖስት ስለ ዝበሎ ህዝቢ ከኣ ስለ ተሻቐለ ከመይ እዩ እዚ ኩነታት እምባዕ ምስ ኣድያም ተፋቲሖም ድም ተፈላለዮም ድም ኣድያምን ንሆምሲ ተፈላለዮም ድዮም እንታይ ምስ ካልእ ንሪኦ ዘለና ተመርዕዩ ኮንግራትሌሽን ገለ እንዳበሉ ቲክቶክ ባዕዳ ድገብሩ ኣለዉ ኮንግራትሌሽን ንሆማ መሓዙታ ንበዓል መሽሙ ነታ ሳባ ሓፍትና ኸ ኮንግራ መዓረ ይብላ ኣለዋ ንስኻ ቴንኪዩ መዓረ ይትብለን ኣላ ኮንግራትሌሽን ማይ ላቭ ገለ ብላ ኣለዋ መሓዙታ ንሳባ ሓፍትና ስለዚ ድሓ ኣንሕና ከዓ ሓቲትና እንዲና ፃሪና እንዲና ግን ከምቲ ዝበልኩም እዩ ሰብ ወፂኡ ክዛረብ ኣለዎ ባዕሉ ወፂኡ ከይተዛረበ ጠሊዕካ ምዝራብ ፅቡቅ ኣይኮነ ንግዚኡ ግን እንታይ ኢና ንብል ንሕና ክቡራት ይዋት እዞም ሰባት እዚኦም ብስራሕ እዮም ተራኪቦም እሳ ውን ፖስት ኢላቶ ኣላ እቲ ናይ ክዳን ናይ ሽፎን ገለምታት ገለስ ካብ ኩሶ እዩ ካብ እከለ እዩ ኢላ ባዕላ ጽሒፋቶ ኣላ ባዕላ ፖስት ኢላቶ ኣላ መጀመርያ መሓዛ እያ ፖስት ኢላቶ ንክልቲኦም እሳ ዘላታ ማለት እዩ ሕጂ ሎማዓንቲ ድሕሪ ዝተወሰነ ሰዓት ከኣ እዛ ንሪኣ ዘለና ቪድዮ ከኣ ሳባ ሓፍትና ፖስት ኢላ ፖስት ካብ በለት ሳባ ሓፍትና ኢላን ከኣ ኦ እሞ ዘይሰርሐሎም ብምባልካ ኣብኡ ከለና ንሳባ ሓፍትና ከኣ ማስታወቅያ ይኾና ማለት እዩ ብዝኾነ ሳባ ሓፍትና ፊልም ትሰሪሓ ናይ ኣምሓርኛ ፊልም ኣብ ኣዲስ ኣበባ ትቕመጥ ምስ ብዙሓት ስነ ጥበባውያን ናይ ኢትዮጵያውያን እውን ትራኸብ እያ ስለዚ ንገለገለ ዘዳናግረኩም ክኸውን ይኽእል እዩ ኣብ ኣክሱም ኣብ ትግራይ ከይዳ እውን ሽሽ ትብል እያ ትግራወይቲ እያ ሳባ ሓፍትና ኣይዞኽና ኢና በልዋ ትግራዋን ንዋኒ ኣይዞኽና ኢና ኤርትሪን ከዓ ንንሆም መስተ ከዓ ኣይዞኻና ኢና በልዎ ስለዚ እግዚኣብሔር ኣምላኽ ፍቕሪ ይግበረልና ክቡራት ይዋት ካብቲ ኣዝዩ ደስ ዝብለካ ድማ ንሆም መስተ ሓውና ዓሌተኛ ኣይኮነን ስነጥበባዊ ኖሆም መስተ ኣብ ኣካባቢኡ ብዙሓት ተጋሩ እዮም ዘለዉ ምስኡ ዝሰርሑ ደቂ መሳርሕቱ ይኹኑ መሓዙቱ ይኹኑ ማለት እዩ ምስኡ ዝበልዑ ዝሰትዩ ብዙሓት ተጋሩ እዮም ዘለዉ ትማሊ ትማሊ ምሸት ምስ ተጋሩ የሕዋቱ ይጻወት ይዛናጋዕ ነይሩ ይዛናጋዕ ነይሩ ይሰቲ ይበልዕ ነይሩ ክቡራት የሕዋት ትማሊ እየ ዝብለኩም ዘለኹ ትማሊ ምሸት ብዝኾነ ክቡራት የሕዋተይ እንታይ ክብል ደልየ በቃ እቲ ፍቕርና ሲ ክምለስ እየ ዝደሊ በቃ ተጋሩን ኤርትራውያን ሲ በቃ ክንፋቐር በቃ ሓቢርና ክንሰርሕ ሓቢርና ክንዓቢ ሓቢርና በቃ ሲ በቃ ፍቕሪ ክንለዋወጥ ዝኾነ ከምዚ ናይ ንግዲ ነገር ሓቢርና ክንለዋወጥ ሓቢርና ክንሰርሕ ሓቢርና ክንዓቢ በቃ ከምዚ ናይ ኤሮጳ ተደሊኻ ሽወደን ተደሊኻ ሆላንድ ከም ድሌትካ ትኸዶ ከምኡኻ ከም ድሌትካ ኣስመራ መቐለ ሑመራ ከም ድሌትካ በቃ ክትንቀሳቐስ እዚ እዩ ናተይ ድሌተይ በቃ እቲ ህዝቢ ብናፅነት ክነብር እዚ እዩ ናተይ ድሌተይ እዚ ክልተ ተዛራቢ ትግርኛ ተፋቒሩ ክርአ ዝደሊ ስለዚ ነሆም ሓውና ከዓ በቃ ፈቃሪ ኣዝዩ ደስ ዝብል ጠባይ እዩ ዘለዎ ምስ ተጋሩ ኣዝዩ ባቸ እዩ በቃ ፍቕሪ እዩ በቃ ባቸ ስለዚ ደስ ዝብል ክቡራት የሕዋት ኩላህና ከኣ ከምኡ ንኹን ብፍላይ ከኣ እቶም ስነ ጥበባውያን ከኣ ኣርኣያ ናይ ህዝቢ ስለ ዝኾንኩም ንፍቕሪ ጎስጉሱ ተፋቐሩ ምስ ኩሉ ሓደ ኩኑ ባቸ ኩኑ። እዞም ሰባት እዚኦም ኣብ ስራሕ እዮም ተራኺቦም ቅድሚ ሕጂ እውን ዝሰራሓ ደርፊ ኣብኣ ከም ክሊፕ ክሊፕ ሰሪሓ ነይራ ከም ሞዴል ኮይና ከም ሞዴል ኮይና ኣብኣ ሳባ ሓፍትና ሰሪሓ ነይራ ስለዚ ርክቦም ነዊሕ ገይሩ ኣብቲ መጀመርያ በቃ ናብ ጥበብ ገለ ትቀላቐለሉ ዝነበረት ኣቢሎም ብሓንሳብ እውን ሻሂ ሰትዮም ክብራት እዮም ኣፈይ እንዲ ይህውፀኒ ፕሪቫት ነገር ጀሚረ ከዓ በጃኹም ክገድፎ ይሓሽ ክገድፎ ብዝኾነ ክቡራት ይሕዋት ክሳብዛ ሰዓት እዚኣ ከም መሓዙት ጌርና ንሓዞም ይሕዋት እዮም መሓዙት እዮም ኢልና ንሓዛ ብኣኣ ንደም ድማ ባዕሎም ኦፊሻል ኣብ ዝገበሩ ወይ ከዓ ባዕሎም እንድሕር ከምዚ ርክብና እንድሕር ኢሎም ግን መፂና ክንሕብር ኢና ባዕሎም ክሳብ ዘይሓበሩ ግን ኣነ ኣይዛረብኒ ክቡራት ይዋት ኣነ ኣይዛረብኒ ኣይዛረብኒ እንቱም ሰባት ስለዚ መሓዙትዮም ኣብ ስራሕ እዮም ተራኺቦም ኣድቨርታይዝ እዮም ዝገብሩ ነይሮም እቲ ክዳን ክቡራት ይሕዋተይ ንወረ ኣይትተሃወኹ ኢኹም ክንብለኩም ንፈቱ ምሕዝነትኩም ከዓ ይቐፅለልኩም ክሳብ ባዕሎም ኦፊሻል ዝገብርዎ ወይ ዝኾነ ነገር እንዳሕር ሃልዩ ገምታት ገለ ንሕና ስቕ ንበል ኮንግራትሌሽን ትብሉ ዘለኹም ካበይ ኣምፂኹሞ ክቡራት ይዋት ካበይ ካበይ ኣምፂኹሞ ኮንግራትሌሽን ዳበሉ እዮም ዝመልእዋ ዘሎ ክቡራት ይዋት ብዝኾነ ደቂ ዓበይቲ ከምዚኣ ትመስል ርክቦም ምሕዝነት እዩ ካብ ምሕዝነት ወፃኢ ወላ ሓደ ነገር የለን ባዕሎም እንድሕር ኦፊሻል ገይሮማ ከዓ ኦፊሻል ገይሮማ እዮም ሰብኣይን ሰበይትን እዮም ኢልና ከዓ ክንዛረብ ኢና ኣነ ግን ባዕሎም ከይተዛረቡ ኣይዱርጓሓነ ኣየውጻን ናብቲ ቀጻሊ ንኸይድ እስከ ኣዝያ ደስ ዝበለትኒ ናይ ልዋም ሓፍትና ኣላ እስከ ንሳ ንስማዕያ ናይ ሉል ሓፍትና ዝተዛረበት ኣላ ኣዝያ ደስ ትብል ንዓ ንስማዕያ ኣነ ኣይ ቲንክ ወዲ ስኢና ከይተመርዓወ ትተርፍ ጓል የላን ምርጫ ተደይ ኮይኑ ማለት እዩ ሲንግል ምዃን ምርጫ እዩ ወይ ከዓ ንዓይ ዝግበኣኒ ምሳይ መናብርተይ ዝኾነስ ኣይረኸብኮን ኢላ ተደይ ሓሲበያ እምበር ወዲ ስኢና ኣይኮነትን ከምዚ ከይተመርዓወት ትጸንሕ ማለት እዩ ምርጫ እዩ ኣይ ቲንክ ልክዕ ኢለ ኢኻ ዝሓስብ ኣነ ማለት ሲ ሲንግል ብምዃን ድሞተ ሰብ የለን ኣብ ዓለም ምሽ ኣብ ጌጋ ሓዳር ብምእታወን ድሞታ ተቐተላ ኣሕዋትና ኣለዋ ወይ ከዓ ዝተበታተኑ ቆልዑ ምስድራውቶም ዘይዓበዩ ወይ ኣቦደና ዝተበተኑ ኣለዉ ሲንግል ብምዃን ግን ኣይኮነን መፅኡ ኣብ ጌጋ ሓዳር ኣብ ጌጋ ሪሌሽንሽፕ ብምእታው እዩ ምሽ ሳርየ ሕጂ ናይ ወዳት እኳ ወኪለ ክዛረብ ኣይከልን እያ ነወዲ ስለ ዘይኮንኩ ናይ ኣዋልድ ግን ኣይ ኣነ ብምርጫ ኣነ ሲንግል ክኸውን ኢላ ተደይ ኮይኑ ወዲ ስኢና ሲንግል ዝኾነት ጓል ኣይረኣኹን ኣነ ኣይሰኣን እዩ ኩሉ ግዜ ስንሻሎ ትኽክል ሉል ሓፍትና ዝበለታ ንሰማምዐላ እያ ግን ኣብ ጓል ጥራይ ዘይኮነ ዋላ ኣብ ወዲ ሓደ ወዲ ተባዕታይ ዋላ በቃ ኣነ ሲንግል ክኸውን ኣለኒ ኢሉ ብምርጭኡ እዩ ሲንግል ዝኸውን እምበር ድሕር ምርጭኡ ተዘይኮይኑ ንዑ ትመስል ከምፅእ ዋላ ሓደ ሰብ ዝሕዞ ነገር የለን ዋላ ሓደ ዝሕዞ ነገር የለን ስለዚ ማንም ሰብ ሲንግል ዝኸውን በቃ ብምርጭኡ እዩ ብፍላይ ሕጂ ብዛዕባ ጓል ዝተዛረበታ ጓል ኣንስተይቲ ስለ ዝኾነት ብዛዕባ ደቂ ኣንስትዮ ከኣ ብብዝሕ እቲ ሕብረተሰብና ነዘን ደቂ ኣንስትዮ ኣሕዋትና ስለ ዝጸርፈን ወይ ከኣ ጃጅ ስለ ዝገብረን እዩ እንታይ እያ ዘይትምርዖ እንታይ እያ ከምዚ ትኸውን እንታይ እያ ክሳብ ሕጂ ሲንግል እንታይ እያ ገለ ስለ ዝብል ብኸም እያ ተዛሪባ ሓቂ እያ ሉል ሓፍትና ማንም ጓል ኣንስተይቲ ብምርጫ እያ ሲንግል ትኸውን ከም ዝበለቶ ከኣ ብሰንኪ ናይ ጌጋ ሓዳር ነብሶም ዘባላሽዉ፣ ነብሰን ዘባላሽዋ፣ ዝቐትልወን ዝቕተሉ፣ ዝእሰሩ ዝእሰራ ብዙሓት እዮም ዘለዉ። ስለዚ ብምርጭኡ ሓደ ሰብ ሲንግል ዝኸውን ኣብዚኣ ኣነ እውን ይሳማዓላ እየ ንስኹም ትሳምዑን ኣይትሳምዑን ከኣ ኣብ ኮመንት ሃቡና ማለት እዩ። ኣብ ናህና ሕብረተሰብ ከም ድላይካ ክትከውን ሰብ ኣይደልየካን እዩ።

ኩሉ ቤተሰብ ንውላዱ በቲ ንሱ ዝደልዮ ክኸይድ እዩ ዝደልዮ ኦፍኮርስ ትኸክል ኣካይዳ ክኸየደሉ ስለ ዝደልይ ማለት እዩ ግን ኣብ ድይትር ክትከውን ከዓ ፅቡቅ እዩ ሓደ ሓደ ግዜ ምስ ዓለም ምጓዓዝ ፅቡቅ እዩ ኩሉ ግዜ ሞባይል ኣብዴት ክገብሩ ከለዉ ሞባይል ኣብዴት ድኾነ ኢኻ ትገዝእ ሓድሽ ስታይል ክዳን ድሕን መፅኡ ሓድሽ ስታይል ክዳን ኢኻ ትኸደን ንከብድኻ ጽቡቕ ኢኻ ተብልዓ ጽቡቕ ኢኻ ትስትዮ so ኩሉ ግዜ እቲ ናይ ሕብረተሰብ ሕግን ባህልን ኣብ ኣብ ርእስ ኣብ ርእሲ ኣብ ዝሎ ማንም ሰብ ክዝንግዖ ኣይክእልን እዩ ኣይኮነን ንሕና ኣይኮነን ኣነ እቶም ኣብ ደገ ተወሊዶም ዝዓብዩ ቋንቋ ዘይፈልጡ ሰባት ከማን ባህሎምን ሕብረተሰቦምን ቤተሰቦም የምህርዎም እዮም ይፈልጥዎ እዮም ዋላ ትግርኛ ይዛረቡ ብባህሎም ወላ በቲ ናቶም ቋንቋ ወላ ይዛረቡ ኣትሊስት ኤክስፕለይን ይገብርዎ እዮም ሰው ኣብዴት ምዃን ፅቡቅ እዩ ኣነ ከዓ ዝኾነ ነገር ከጣዕሰኒ ስለዘይደሊ ኣብ ኣብ ዓሰርተታት ዘሎ ዕድመይ ብስነ ስርዓት ክጥቀመሉ ክእል ኣለኒ ኣብ ዒስራታት ዘሎ ዕድመይ ብስነ ስርዓት ክጥቀመሉ ክእል ኣለኒ ኣብ ሰላሳታት ኣርባዓታት ሓምሳታት ምክንያቱ ሪግሬት ከምዚ ከማይ ዘድንቃ ን ሚሊ ዝፈትዋስ ይህሉ ዶ ብዙሕ ከይተዛረብኩም እስከ ኣብ ኮመንት ብሕጽር ዝበለ ን ሚሊ ሓፍትና ግለጽዋ እስከ ኣነ ብጣዕሚ እየ ዘድንቃ ብጣዕሚ ፈትዋያ ብከመይ ተድንቃ እንድሕር ኢልኩምኒ ከኣ ብዙሓት ኣብ ስደት ምስ ወጹ ስነ ጥበባውያን ሃገርና እከለ እከለ ብዘይብሉ ኩላህና ንሪኦም ስለ ዘለና ማለት እዩ ሓደ ክልተ ሰባት መንገዶም ዝስሕቱ ወይ ከዓ ዘይረብሕ ስራሕ ዝሰርሑ ሰባት ኣለዉ ወይ ከኣ ኣብ ኢንተርቪው መጺኦም ኣብ ዘየለ ፖለቲካ ድዩ ኣብ ዘየለ ቃላት ዝጨማልቑ ሰባት ኣለዉ ኣብ ኮመንት ዋላ እንድሕር ሪኢኹምሲ በዓቱም ሰባት ሰብ ክዛረብ እንከሎ ርእሱ ይምዘን ዝበሃልሲ ሓቂ እዩ እዞም ኣርቲስትናሲ እንታይ እዮም ኣፎም ክኸፍቱ እንከሎስ ርእሶም ዝምዘን እንታይ እዮም ዝፈኽሱና ይበሃል እዩ ሕጂ ስራሓት ናይ ሚላ ሓፍትና ኩሉ ስራሓታ ሓቂ ተሓይሽ ኣነ ከድንቆ መዓት እየ ፍልይ ዝበለ እዩ ምስቶም ዓበይቲ ገለመለ ትሰሪሓ ኳሊተይታ ዝሓለወት እያ ኣብ ድኾነ ገልምታት ገለ ኣይትርከብን እያ ወላ ኢንተርቪው ክትገብር ገለ ኮላ ረይዋ ብዝያዳ ኣብቲ ናታ ኢንተርቪው ናታ ዩቱብ ቻነል ኣቲኹም ብምሉ ስምዑላ ክቡራት ይሓት ሚለን ሃይሉ ትብል ቻነል ናታ ኣላታ ማለት እዩ ኣብ ናይ ሚለ ሓፍትና ኣቲኹም ራይዎ ስምዑ ኣዝዩ ደስ ዝብለካ ሕጂ እቲ ዝበለቶ ከኣ ከምኡ እዩ ኣብደይት ክኾን ኣለዎ ሓደ ሰብ ግን ባህልኻን ሕብረተሰብካን ምርሳዕ ማለት ኣይኮነን ንዓኻ መሲልካ ነብስኻ መሲልካ ገለ ግን ቁሩብ ኣብደይት ትገብሮም ነገር ምብሳል ገለ ግድን ኢኻ ምስ ዓለም ክትመሳሰል ብሓፈሻ ግን ንሚሊ ሓፍትና ብጣዕሚ እየ ዘድንቓ ኣነ ብጣዕሚ ፈትዋየ ከም ስነ ጥበባዊት ሃገርና የኽብራ እየ ማለት እዩ ካብ ቀደም ካብ ቀደም ንኣሹ እንኮለና ማለት እዩ ኣብ መደብ ዋር እንዳሰራሕት ስለዚ ዕድመን ጥዕናን ሃብኪ ሚሊ ሓፍትና። ዋት ሜክስ ዩ ሃፒ ጸሎት ዳት ሜክስ ሚ ሃፒ ጸሎት ጸሎት ብጣዕሚ ሕጉስቲ ትገብረኒ በእውነት በእውነት ኩሉ ግዜ ጸሎት ምግባር ሕጉስ ይገብረካ እዩ በእውነት ኣነ ጸሎት ኩሉ ግዜ ሕጉስ ይገብረኒ እዩ መዓልተይ የጸብቐለይ ምድባር ገለ ምለታት ይጥፍኣለይ ንሆነ ነገር ድማ ኣየፍራሓንን እዩ ሓቂ ዘረባ ጸሎት ስለ ዝገብር ይኸውን ኣይደን ነው ግን ሃፒ ድገብረኒ ኩሉ ግዜ ሕጉስ ድገብረኒ ጸሎት እዩ ጸሎት ብጣዕሚ። ናይ ብሓቂ ጸሎት ብጣዕሚ ዩ ሃፒ ዝገብረካ ሃፒ ኢላታ ሚሊ ሓፍትና ሃፒ ዝገብረካ ኣነ ሸክሲያ ሓራካታ ገለ ማራ ይኬፍክበኒ መዓት ይመቸኝ በቃ ይመችሽ የኣራዳ ልጅ ድዮም ዝብሉ ብዝኾነ ግን ናይ ብሓቂ ስረስን ጭንቀትን ዝመፀና ኩሉ ግዜ ክቡራት ይዋ ካብ ኣምላኽና ስለ ንርሓቅ ካብ ጸሎት ስለ ንርሓቅ እዩ ወይ ከዓ ኣብቲ ንሽገረሉ ግዜ ጥራይ ጸሎት ስለ ንገብር እዩ ስለዚ ሓቅኺ ክሚላ ሓፍትና ኩላህና ከዓ ጸሎት ንግበር ካበይ ኣትሒዝካ ማለት እዩ ንዓኺ ኬፍ ዝህበኪ ወዲ እንታይ ዘማልአ እዩ ወይ ክኸውን ዘለዎ? ኣነ ባይ ወይ ታይፕ የብለይን ኣይስበር ታይፕ የብለይን ማለተይ ኩሉ ግዜ ፅቡቅ መን ይፀልእ ሲክስ ፓክ ናይን ፓክ መን ይፀልእ ግን ኣነ ኣብ ከምኡ ኢንትረስትድ ኣይኮንኩን ሓቂ ዘረባ መልክዕ ዓይኒ እንታይ ድራራ ኦፍኮርስ ግን ሞር ኣነ ደስ ትብለኒ ኩሉ ከም ደጋጠመካ እንድዩ ሕልና ዘለዎ ሰብ ብጣዕሚ እየ ድፈቱ ሕልና በቃ ሕልና ዘለዎ ሰብ ሕልና ብዙሕ ዘማልአ ስለ ዝኾነ ሕልና ዘለዎ ሰብ ብጣዕሚ እዩ ደስ ትብለኒ እግዚኣብሄር ድፈርሕ ሰብ ብጣዕሚ ደስ ትብለኒ እግዚኣብሄር ድፈርሕ በቃ ሰራሕተኛ ከዓኒ ዜን ሰለስተ ብጣዕሚ መይን ዶ ናይ ብሓቂ ሕልና ክህልዎ ኣለዎ ሓደ ሰብ ጓል ኣንስተይቲ ትኹን ወዲ ተባዕታይ ይኹን ገለ ሕልና በቃ ሕልና ሕልና ክህልወካ ኣለዎ በቃ ሕልና እንድሕር ሃሊካ ካብዛ ዓለም እዚኣ ሲ ሰብ ኣይትጎድእ ንስኻን ነብስኻ እውን ኣይትጎድእ ማለት እዩ ከምኡ እውን ውላድ ውላድ ወሊድኪ ኢኺ ውላድ ኣለኪ ዶ ውላድ ወሊድኪ እንከለኽሲ ውላድ የብለይን ኢልኪ ነርኪ ገለ እንዳተባሃለ ዝተፈላለየ ሕቶታት ትሕተት እያ ሚላ ሓፍትና ብዙሓት ሰባት ኣብ ዝተፈላለየ ኮመንት እውን ይህቡ እዮም ውላድ ወሊድኪ ዶ ውላድ ወሊድኪ ኢኺ ውላድ ወሊዳ ገለ እንዳተባህለ ብዛዕባ እዚ ከኣ መሊሳ ኣላ ሓቢርና ንስምዓዮ። ሓንቲ
ብዙሕ ሰብ ድሓተኒ ሕቶ ኣላ ብዙሕ ሰብ ውላድ ኣለኪ ድዩ ሚለን ትብል ሕቶ ኩሉ ሰብ ውላድ የብለይን ኢልኪ ተዛሪብኪ ድብሎ ኖ ካብ ኣፈይ ውላድ የብለይን ኢለ ተዛሪበ ኣይፈልጥኒ ኣነ ኣነ ውላድ ኣለኒ ድፈትዋ ጓል ኣላትኒ ኣዝየ ድፈትዋ ጓለይ ብጣዕሚ ድፈትዋ ብጣዕሚ ከምዚ ሓደ ሓደ ግዜ ዘረባ ንውላድካ እውን ይትንክፎ እዩ ሕማቅ ከይስምዓ ኢለ እየ ከማን ድዛርብ ደለኹ እምበር ድምልከቶ ኮይኑ ይኮነን ኣነ ንውላደይ ብጣዕሚ ከም ዝፈትዋ እሳ ትፈልጥ እያ ፒሪየድ ግን ሓደ ሓደ ግዜ ከምዚ ዘረባታት ሕማቅ እዩ ኣብ ዘይተደለየ ሓሳብ እዩ ደእትወካ ስለዚ ኣነ ግልፂ ክኾነልኩም የስ ጓል ዓሰርተ ክልተ ዓመት ኣዝየ ድፈትዋ ዘፍቅራ ውላድ ኣላትኒ ኣዝየ ድፈትዋ በሪህልኩም ክኸውን ተስፋ ይገብር። ዋው ናይ ብሓቂ ኣዝዩ ደስ ዝብለካ ጓል ዓሰርተ ክልተ ዓመት ቆልዓ ውላድ ኣላታ ጓል ኣላታ ኦሬዲ ኣኺላ ብጣዕሚ ደስ ዝብለካ ናይ ብሓቂ ዕድመን ጥዕናን ይሃበልኪ ክብርቲ ጓልኪ ንዓኹ እውን ዕድመን ጥዕናን ሃብኪ ሚሊ ሓፍትና ክቡራት ይዋት ስለዚ ተመሊሱልኩም ክኸውን ተስፋ ይገብር መብዛሕትና ኮ ንፈልጥ ነርና ኢና ማለት ወይ ገሌው ብትሕምትሕም ወይ ገለ ግን ብሓፈሻ ግንሲ ውላድ ከም ዘለዋ ንፈልጥ ኢና ግን ገለ ገለ ሰባት ኣለዉ ከምዚ ንዓኻ ዳውን ክገብሩኻ ይፍትኑ ዋላ ንክፈልጡ ኢሎም ጥራይ ዘይኮኑስ በቃ ንዓኻስ ከመይ ብኮ ይረኽቡልካ ከመይ ንዓኻ የሸማቕቑኻ ከምኡ እዮም ዝሓስቡ ዳስዋያ ኸዓ ይመስለና ኣነ ሚሊ ብዛዕባ ውላዳ ዘይትዛረብ ኩሉ ግዜ ማለት እዩ ክኸውን ኣለዎ እየ ከዓ ዝብል ኦሬዲ እንድሕር ኣብ ሜድያ ወፂኻ ንስኻ ብዛዕባ ውላድካ ክትዛረብ የብልካ ናብ ሜድያ እየ ዝብል ኣነ ምኽንያቱ ዓሰርተ ግዜ ብስኻ ብዝገበርካዮም ንዑ ክትንክፍዎ ወይ ገለ ከብልዎ ዝፍትኑ ማለት እዩ ስለዚ ፕሊስ ክቡራት ይዋት ሓበሻና ከ ፀገም ኣለና በጃኹም ንኣብነት ናይዛ ጃኒ ገለ ትበሃል ኣላ ኢትዮጵያዊት ቲክቶከር ናይ ቀደም ዝነበረ ዝሰራሐቶ ኣምፂኦማ ነይሮም ማለት እዩ ዓይኒ ነይሩ ዶ ዓይኒ ብፅፍሪ ኣትዩ ዶ ገለመለ ገለ ዝብል ጣት ዶ ብዓይኒ ወፂ ገለ ዝብል ሕጂ ንዑ ከምዚ ናይ ሽንግሮ ዓይነት እዩ ንዑ ምፅኦም ሸር ብሉዋ ነይሮም ሕጂ ስማ ቀንዲ ግን ስመኝ እዩ ናይ ጃኒ

ሕጂ ነዲኣ ኣውፂኣ ኣምፂኣ ስመይ ብኸመይ ከውፂኽለይ ስመኚ ኢላታ በቃ ኣነስ ይምነ ነይረ ይመስለኒ ኣወዳት እዮም ነይሮም ብምሎም ደቃ ተረዲኹም ብድሕሪ ጓል ምስ ሃባ ንጃኒ ስመኚ ኢላታ ዝምነዮ ዝነበርኩሲ ሂብኒ ፈጣሪ ስለዚ ስመኚ በቃ ትምኒተይ ማለት እዩ ይመስለኒ ትምኒተይ ስመኚ እያ ስለዚ ከምኡ ኢላ ኣውፅኣታ ሕጂ እንዳሰሓቐ እንዳተፃወተስ ንእሽተይ ድፋእ ኣቢላታ ደፊኣታ ዶ ስነ ስርዓት የብላን ገለ እንዳበለት ሰብ በቃ ብኮ ጥራይ እዩ ዝደልየልካ እንታይ ኮይና ክትደፍኣ ተሕፍረ እያ በዲ ኣይትኾርዕን እያ ገለ ማንም ሰብ ገዲዳ የምፅኣን ሕጂ ንኣብነት ንዓ ባዕላ ነዲኣ ወላዲታ ኣምፅኣታ ስለዚ ኣብ ሓበሻ ከቢድ እዩ ወይ ከዓ ሕጂ ንኣብነት ዝኾነ ክትዛርብ ፀንሕ ባ ንክሶ ከም ስለ ተብሎ ዲኻም ከምኡ ዝገብር ካብ ኮሚታት ገለ ንውፃእ ክቡራት ይዋት እዚኣ ክብል ዝደሊ ኣብ ኢትዮጵያ ዘለኹም ሕዋትና ግን ፕሊስ ፕሊስ ተጠንቀቑኹም ኤርትራውያን ኩኑ ተጋሩ ኩኑ ማለት እዩ ፕሊስ ፕሊስ ጥንቃቐ ከድልየኩም እዩ ተጠንቀቑ ፀበል ገለ ክትብሉ ከለኹም ከዓ ፕሊስ ንግዚኡ ናብዚ ናይ ዓዲ ኣምሓራ ድዩ ገንታት ገለ እንተዘይትኸዱ ማለት ኣብቲ ኬላ ገለ ይሕዝዎም ስለ ዘሎ ክቡራት ይዋት ነቶም ተኣሲሮም ዘለዉ ድማ ብዝተኻእለና መጠን ድምፂ ንኹኖም ብዝያዳ ድማ ጭቡጥ ነገር እዩ ይብሉዮም ዘሎ ባዕሎም ወፂኦም ዝዛረቡ ስለ ዘሎ ማለት እዩ ስለዚ ክቡራት ተኸታተልተይ ናይ ሎማዓንቲ መደበይ ከም ዝመስል ብካልእ ትሕዝቶ ብካልእ መደብ ክሳብ ንረኻብ ሰላም ወሰናይ ቻው